ንሕጂ ውን ከምቲ ልሙድ ሓንቲ ዛንታየ ሒዘልኩም መጽየ ዘለኹ እዛ መደብ ካባኹም ናባኹም እያ ዝተዓለለኒ ዛንታ ብጽሑፍ እየ ዘቕርቦ ዕላማ እዛ መደብ ምልውዋጥ ተመኩሮ እዩ ንሕድሕድና ነመኻኸር እምበኣር ከምቲ ልሙድ ሓንቲ ሓፍትና ዘዕለለትኒ ዛንታ ጠሚቐ እየ ናባኹም ከብሎ ብቐጥታ ናብታ ዛንታ ክሕልፈኩም እየ መወዳእታ እንታይ ሓሳብ ትውስኹ ድማ ክብራት ሰማዕቲ ንዓኹም እያ ትግደፍ። ክቡራት ኣሕዋተይ መጀመርታ ታሪኸይ በዛ መደብ ኣቢለ ክገልጾ ዝገደደኒ እንተሎ ሕልና እዩ እቲ ምንታይሲ ኣባይ ዘጋጠመ ጸገም ኣብ ካልእ ከማይ ሄዋናት ክወርድ ስለ ዘይደልዮ። ኣባይ ዝወረደ ሃስያ ኣጸቢቐ ስለ ዝፈልጦ ከፍልጠሉ ውን ስለ ዝደሊ ስመይ ምንጋር ኣገዳሲ ኣይኮነን ግን መለለየይ ስለ ዝኾነ በታ ዝፈትዋ ዝነበርኩ መጸውዒት ወለደይ መዓረይ ኢልኩም ጸውዑኒ። ዝቕመጠሉ ሃገር ኣብ ሽወደን እዩ። ኣብዚ ዓዲ ነዊሕ'የ ገይረ። እቲ ከዕልለሉ ዝደለኹ ድማ ብዛዕባ ሓደ ኣብ ህይወተይ ዝሓወስክዎ ኩሉ ነገር ኢለ ዝኣመንክሉ እሞ ሓንቲ ነገር ዝሰኣንክሉ ናይ ሽዑ ኣፍቃሪየይ ሽሙ ኣብዚ እዋን ግን ነፍቃሪ ዘብቅዕዎ ነገራት ስለ ዝሰሓቶም ደረጃ ኣፍቃሪ ስኢኑ ናብ ተራ ሰብ ዝወረደ ወዲ'የ ከዕልለኩም ምስ ህይወተይ ዝነበሮ ምትእስሳርን ኣብ ህይወተይ ዝገደፈለይ በሰላን ዘውረደለይ ሃስያን ሓንቲ ከየተረፍኩ ከዘንትወልኩም እየ። ትንክፍ ኣቢለዮ ክሓልፍ ዝደሊ ዛንታ እንተሎ፣ መጀመርታ ናብ ኤርትራ ክበጽሓሉ ኣብ ዝኸድኩ ምስ ሓደ ወዲ ይላለ። ጽቡቕ'ውን ኔርና፣ ማለት ኣፍቃሪየይ ኮይኑ ደረጃ ጽቡቕ ኣብ ልበይ ወኒኑ እምነት ስለ ዘጉደለ ግን ኣይተሰማማዕናን ተፈላሊና። ቀጺለ ምስዚ ኣቐዲመ ዘላለኹኹም ወዲ ተራኺበ። ናብዚ ዓዲ ኣብዚ ቀረባ ዓመታት እዩ መጺኡ። ህይወት ኤውሮጳ ድዩ ሓዲስዎ ዋላስ ከምኡ ኮይኑ ኣይፈልጥን ቀልጢፉ እዩ ኣብ ሕማቕ ህይወት ተዋፊሩ። ይሰቲ ይጣላዕ መቸም ሕማቕ ሰብ ዘብልዎ ኩሎም ይትግብሮም ነይሩ። ኣነ ምስ ቀረብክዎ ንውሽጡ ጠሚተ ገለ ደስ ዝበለኒ ባህርያት እውን ስለ ዝረኣኹሉ ምናልባት ቀይረ ክኾነኒ ኢለ ግዲ ኣሚነ ክቐርቦን ሰብ ክኾኖን ፈቲነ። ካብቲ ዝነበሮ እውን ተለዊጡስ ከምቲ ዝደልዮ ዓይነት ሰብ ክኸውን ጀሚሩን ተስፋ እውን ረኺበሉ። በቲ ዝረኣኹሉ ለውጢ ተሓጒሰ ኣብ ልበይ እውን ቦታ ሂበዮ። ወናኒ ኩሉ ነገረይ ኮይኑስ ኣፍቃርየይ ኢለ እውን ክጽውዖ ጀሚረ። እንድዒ ሕጂ ከምዚ ምባል ይትረፈኒ ምኽንያቱ ከመይ ነይራ ነብሰይ? ብምንታይ ኣፍቂራቶ ንኽምልስ ዝኸብዱኒ ሕቶታት ኣለዉኒ። ኣነ ዝደልዮ ወዲ ቅኑዕ፣ ሓላል፣ ፈቃር፣ መጻኢ ዘለዎ እዩ። ንሱ ግን ከመይ እዩ? ኣብዚ እዋን ኮይነ ክሪኦ ከለኹ ኩሉ ነገር የብሉን። ቅኑዕ ኣይኮነን። ቅኑዕ ተዝኸውን ኣብ ጸገመይ ዶ ሰብ ምኾነ ንሓቀይ? መጻኢ ተዝህልዎ እቲ ኩሉ ኣብ ርእሰይ ዝነበሮ ሽካዕላል ከምዘየድልዮ ምፈለጠ። ፈቃር እንተዝኸውን ድማ ነታ ፍቅርን ተስፋን ዘድልያ ዝነበረ ነብሰይ ኣጆኺ ምበላ መስለኒ ግን ኣይገበሮን እሞ ከመይ ኣቢለ ደኣለይ ሕጊ ውሽጠይ ኣማሊኡ ክብሎ መጀመርታ መሲሉንስ ንጉሰይ ኢለ ውን ዘሚረ እየ ምስኣም ምኽኑ ኣብታ ዝተራኸብናላ ምሸት ናብ ዓራት ዝደየብናላ ሽዑ እንድየ እዚ ኩሉ ጸገም ዘምጸለይ ዘርኢ ካብኡ ኣብ ማህጸነይ ዘትረፍኩ እንታይ ኮይነ ምስኡ ተጻዊተ መስለኩም ኣብቲ ጸወታ ዘይኮነስ ኣብቲ ዝስራዕ ሽልማት ሂወት ቀንዲ ተዋሳኣይ ሂወተይ ንሱ ምዃኑ ኩሉ ነገር ባዕሉ ከም ዝቕልሶ እዩ ዓው ኢሉ ቃል ኣትይለይ እሞ ክኣምኖ ነይርኒ ኣሚነዮስ ኩሉ ነገር ከማን ኣረኪበዮ እንታይ ተጋጊ መስለኩም ሕስው ኣቢሉ ምሳይ ዘየለ ነተን ንሓሙሽተ ደቒቕ ዘይኣኽላ ደስታ ክረክብ ክብል ሕስው ኣምስዩ ንሓንቲ ካብ ልቢ ትኣምኖን ተፍቅሮን ጓል ከጋጊ ክብድልሲ እንታይ ኮን'የ ክረክብ? ባዕሉ ይመልሶ። ድሕሪ ገለ እዋናት ንዝተሰማዓኒ ምልክታት መልሲ ክረክብ ተመርሚረስ ጥንሲ ከም ዘለኒ'ውን ፈሊጠ። ጸዊዐዮ። ነጊረዮ። ሕጉስ ምዃኑ ከም ዝተቐበሎ'ውን ነጊርኒ። ሰብ ክኾነኒ ምዃኑ'ውን ኣተስፊኒ። ብኡ ኣቢሉ ምስ ጠፈኣ ግን ኣይተመልሰን። ክሳብ እዛ ሰዓት እውን ኣበይ ኣለኺ ኣይበለንን። ለካ ካባይ ክሳብ ዝሃድም እዩ ኣለኹልኪ ኢሉኒ ኢለ ድማ ዝበኸኹዎን ዝሓዘንኩዎን ዝተጨነቕኩዎን ሕጂ ክነግረኩም ኣይክእልን እየ። ስለምንታይ ዘይነግረኩም መሲልኩም? ከምኡ ምዃነይ ስለ ዘጣዕሰኒ። ኣብ ሕጂ ኮይነ ክሓስቦ ከለኹ ንምንታይ ከምኡ ዝገብር ይብል። እቲ ግዜ ሓሊፉስ እቲ ዝነበርኩዎ ጸበባ ኣይብሓይለይን ብሓይሊ ኣምላኽ መልሲ ረኺቡ እዩ ተጨኒቐ ግን ነብሰይ ክሃሲ ተዘይኮይኑ ፍታሕ ኣየምጻኹን ተሌፎን ደዊለ እቲ ከማን ኣፍቃሪየይ ዝበልኩዎ ኣለኹልኪ ኢሉ ዝሓሰወ ዘኪርኩሞ ተስፋ ምስ ከልኣኒ ቀሊል ጉዳይ ውን ስለ ዘየጋጠመኒ እንታይ እየ ዝገብሮ ኢለ ንሰማይ ኣንቃዕሪረ ነቲ ኩሉ ዝከኣሎ ፈጣሪ ለሚነስ መፍትሕ ውን ረኺበ ውላደይ ክውለድ ክዓብየለይ ድሌተይ ነይሩ። ናተይ ትምኒት ድማ ወሊደ ዋላ ተበዲለ ፍቕሪ ኣቦን ኣደን ዝጸገበ ቆልዓ ከዕቢ እዩ ነይሩ። ኣቡኡ ግን ገና ከይተወልደ እዩ ጠሊምዎ። ኣቦነት እውን ክሒድ እዩ። ምሉእ ለይቲ ክበክን ክርበሽን ሓዲረ ንግሆ ስራሕ ምስ ወፈርኩ ኣብ መንጎ ስርሐይ ወዲቐ ኢደይ እውን ተሰይረ። እቲ ምኽንያት መውደቒየይ ኣይተረድኣንን። ሕክምና ምስ ከድኩ ኣብ ማህጸነይ ዝነበረ ናጽላ ናይ ሰለስተ ወርሒ ከም ዝኸደን እዩ ተነጊሩኒ። ነብሰይ ውን ደሓን እየ ወጺኣ። ኣብ መጀመርታ ሕማቕ ተሰሚዑኒ፣ ጥበብ ኣምላኽ ምዃኑ ግን ኣይጠፍኣንን። ኣነ እንቋዕ ባዕለይ ሕማቕ ኣይሓሰብኩ ኢለ ውን ኣመስጊነ። ኩልኽን ከምዚ ናተይ ዘጋጠመክን ኣሕዋተይ ሓንቲ ምኽሪ ክመኽረክን ይደሊ። ከምዚ ዓይነት ሽግር ከጋጥመና ከሎ ኩሉ ብሓንሳብ እዩ ጽልምት ዝብለና። ነቶም ጠላማት ግን ኣይንብከየሎም፣ ኣይንንባዓሎም። ንኣምላኽና ገዲፍና ሓደራ ንሶም ከማና ሰባት እዮም ንሕና ብኽልተ እግርና ደው ኢልና ናብ ፍታሕ ንገስግስ ኩሉ ጽላል ዝህበና ፈጣሪ ከም ዘለና ውን ኣይንረስዕ እዚ ጉዳይ ካብ ዘጋጥም ነዊሕ ኣይገበረን እቲ ክብሎ ዝደለኹ ግን ኢለዮ ኣለኹ ሕጂ ንፍዕቲ ጓል ኮይነስ ብኸመይ ናቱ ፍቕሪ ካብ ልበይ ኣውጸ ኣብ ጽሩይ ጎደና ነብሰይ ገዚኤ ይጓዓዝ ዕውቲ ጓል ይኸውን ይሓስብ ኣለኹ ንሱ ግን ከመይ ክኸውን ከም ዘለኒ ምሂሩኒ እምበር ኣይጎደኣንን። ንነብሰይ ግን ሕማቕ ከም ዘሎ ምሂርዋ፣ ንነብሱ ድማ ሕማቕ ታሪኽ ገዲፍላ። ኣማኒቱን ሓላይቱን ሰብ ከሲሩ። ርግእቲ ጓል ክኸውን፣ ሕጉስ ህይወት ከሕልፍ ድሌት ኣለኒ። ሓጎሰይ እውን ብትዕግስተይ ክሃንጾ ኣብ ጻዕሪ ኣለኹ። ልዕሊ እዚ ሕማቕ ስለ ዘየለ ግን ንሱ ደጊሙ ንልበይ ኣይክምለሳን እዩ። ኣጆና እስከ ኣሕዋተይ ነብስና ኣብ ኣወዳት ኣይነመርኩሳ ባዕልና እሞ ደው ነብላ ንሶም ተወሰኽቲ ምዃኖም ንእመን ሽዑ ኩሉ ኪኢልና ሕጉሳት ኮይና ሂወትና ክንሓልፍ ኢና እምበር እንተዘየሎ የለናን ዝብል ዝጸንሓና ሕማቕ እምነት ካብ ሓንጎልና ንእለዮ ኣብዚ ክውድእ ካብ ናይ ትማሊ ኣብ ትሕቲ ሰብ ዝመስላ ሕጂ ግን ነብሳ ባዕላ ክተማሕድር ተበጊሳ ዘላ ሓፍትኹም እየ። ዋው ብጣዕሚ ደስ ዝብል ምኽሪ ኢኽን ነሕዋትና ሂብክየን እንታይ ክውስኸል ክደልየ መሲልኪ ነዛ ቴሌፎነይ ተደዊላ ኢለ ምስ ዘልዕላ ብተዳጋጋሚ ብዙሓት ኣዋልድ ተጠሊምና ኢለን ክጭነቓን ክበኽያን እየ ዝርኢ ኣጆኽን እየ ዝብለን። ተጨኒቕካ ዝፍታሕ ዘይኮነስ በሊሕኻን ሓሲብካን ረጊእኻ ዝፍታሕ ጸገም እዩ ዘለክን። ስለዚ እንተድኣ ተረቢሽካ ንዘጋጥመካ ጸገማት ኣጻቢብካ ርኢኻዮ መሊሱ እዩ ኩሉ ነገር ዝጽልምተካ። እዋእ ከምዚ ኣጋጢምኒ ድሓን እንታይ ከይከውን ኩሉ ኣምላኽ ኣሎ ኣነ ከምዚ ዝተገበርኩ ይሕሸኒ ኢልካ እቲ ክትገብሮ ትኽእል እንተድኣ ጌርካ ኣይኮነን እዚ ካልእ እውን ዝመረረ ሽግር ሓሊፈን ዕውታት ዝኾኑ ኣሕዋትና ንፈልጥ ኢና። ዝሓለፈ ግዜ ብዛዕባ እዚ ምስ ሓንቲ ሓፍተይ ንዘራረብ ኔርና። እንታይ ኢላትኒ መስለኩም? ሓሙሽተ ኣዕሩኽ ኔሮማ ኩሎም ገዲፎማ። ዋላ ውን ዝቐርባ ወዲኣ ሲኢና። እቲ ምኽንያት ኣይትፈልጦን ኔራ። ካብ ኩሎም ተስፋ ምስ ሰኣነት ነብሳ ወኒና ኣንበሲት ኮይና ንህይወት ፍሽኽ እንዳበለት ክትገጥማ ምስ ጀመረት ግን ብዙሓት ኣወዳት ለሚኖማ ደልዮማ ረጊኣ ሓደ ምስ መረጸት ኣብ ሓዳር ኣትያ ብጣዕሚ ምቁር ህይወት ክተሕልፍ ከም ዝጀመረት እውን ነጊራትኒ። እቲ ምስጢር ምስ ሓተትክዋ ድማ ደስ ዝብለኒ ሓሳብ'ያ ሂባትኒ። እቲ ቀደም ዘዝቐረበቶም ዝገድፍዋ ዝነበሩ ነብሳ ስለ ዘይትኣምንን ዘይትኽእልን እዩ። ኩሉ ግዜ ምስኦም ዲፐንድ ትኸውን። ስለዚ ምሽምሽታ ኢሎም ይገድፍዋ። ደሓር ግን ምስዚ ሕጂ ዘሎ ሰብኣያ ተባዕ ኮይና ሓሳባ ትገልጽ፣ ናጽነታ ትሕሉ፣ ሓያል ምዃናውን ተርእዮ። ሽዑ ንፍዕቲ'ያ ኢሉ ኣሚኑላ ክብሪ'ውን ክህባ ጀሚሩ። እሞኸ ንሕና ኩልና ካብዛ ዛንታ እንታይ ኢና ነስተውዕል? ተባዓት ንኹን፣ ኩሉ ግዜ ንስኽን ምሉኣት ሰባት ምዃንክን ነብስኽን ኣእምና። ጸገም ከጋጥመክን ከሎ ድማ ኣብ መፈተኒት ዓለም ከም ዘለኽን ዘኪርክን ርግኣትን፣ ብሉጻት ሓሳባትን ከም ዘድልዩኽን ኣስተውዕላ። ወደሓንክን ክብራት ሰማዕቲ ኣብ ዝመጽእ እዋን ውን ብኻልእ ዛንታ ክንራኸብ ኢና ንሕጂ ኣብዚ ክዛዝም ነዛ ሓፍትና ከኣ ነተባባዓያ ሓሳባትና ንውስኸላ ነዞም ጸቶ ምኽሪ ከኣ ነራጉደላ ምስዛ ዝመረጸታ ደርፊ ክገድፈኩምየ ብሩኽ ምሸት።